ናይ እግዚኣብሔር ፍጥረታት ከመይ ውዒልኩም ከመይ ኣምሲኩም ደሓን ዶ ኣርፊድኩም ከመይ ሓዲርኩም በብዘለናዮ ቅድሚ ኩሉ ግን እቲ ንዓለም ፈጢሩ ንዓለም ዝገዝኣ ከም እንቋቑሖ ኣብ ኢዱ ሒዙ ዘሎ ልኡለ ባህሪ እግዚኣብሄር ኣምላኽ ከነመስግኖ ስለ ዝፈጠረና ስሙ ዝኸበረን ዝተመስገነን ይኹን። ከምኡ ድማ ካብታ ኣምላኽ ዝወለደት ቅድስተ ቅዱሳን ንጽሕተ ንጹሓን ድንግል ማርያም ወላዲቱ ከሳብ በብማዕርጎም በብሽመቶም ኩሎም ፍጥረታቱ ቅዱሳን ኣቦታትና ቅዱሳን መላእክቲ በቲ ንሱ ዘኽበሮም ዝኸበሩን ዝተመስገኑን ይኹኑ። ሕራይ እምበኣር ከም ፍቓድ እግዚኣብሄር በብእዋኑ ከምቲ እግዚኣብሄር ዝመደቦ ከምቲ እግዚኣብሄር ዝደልዮ ንሕና ክንዛረብ ኣፍና ክንከፍት እንከለና ንኽልተ ነገራት ጥራሕ ክኸውን ይግበኦ። ንሱ ኸኣ እቲ ቀዳማይ ንእግዚኣብሄር ብምምስጋን፣ ብዝተገብረልካ ብምምስጋን ከምኡ ድማ ንዘድልየካ ብትሕትና ምልማን፣ እቲ ካልኣይ ድማ እንታይ ክኸውን ይግብኦ ናይ እግዚኣብሄር ሓሳብን ድላይን ዕላማን ናብ ኩሉ ሰብ ክበጽሕ ምእንቲ ንሕና ናቱ ፍጥረት ስለ ዝኾንና ልሳን ኮይንና ነቲ ኣማናዊ ቃላቱ ንዓና መግቢ ናይ ሕይወትና መግቢ ናይ ጉዕዞና ድማ መገዲ ስለ ዝኾነ ክንፈልጦ ስለ ዝግብኣና በዚ ክልተ ነገራት እዚ ኩሉ ሰብ ጸኒዑ ክነብር ይግብኦ ሕራይ እምበኣር ከም ፍቓድ እግዚኣብሔር ኣምላክ ነዚ ናተይን ናትኩምን ዘመን ዝመስል፣ ዓለም ካብ ትፍጠር ኣትሒዛ ክሳብ እትሓልፍ እንታይ ከም ትመስል እግዚኣብሄር ኣምላኽ ኣነጺሩ ተዛሪቡ እዩ። እቶም ናይ እግዚኣብሄር ሰባት እንታይ ምልክት ከም ዝስዕቦም እቶም ናይዛ ዓለም እዚኣ ወይ ከኣ ናይ ሰይጣን ኣገልገልቲ ከኣ እንታይ ምልክት ከም ዝስዕቦም ከኣ ንጹር ገይሩ ኣቐሚጡልና ኣሎ እሞ ብሓቂ ክብርን ምስጋናን ኣምልኮን ውዳሴን ንዕኡ ይኹን። ስለዚ እምበኣር ሎሚ ኣነን ንስኹምን በዚ ሎሚ ድምህረና እግዚኣብሔር ኣምላክ ሃይለ ቃል ኣበይ ከም ዘለና ከም ንፈልጠሉ ዝግብኣና ግዜ ወይ ሰዓት እዩ ማለት እዩ እንሆ ድማ ከምዚ ድብል ቃል ኩሉ ግዜ ናባና ይመጽእ እዩ ንሰምዖ ዶ ንሰምዖን ግን ካባና እዩ ዝውሰን ንሱ ከዓ ኣዳም ኣዳም ኣበይ ኣለኻ ነፍሲ ወከፍና ኣበይ ከም ዘለና ክንምርምር ምእንቲ እግዚኣብሔር ንዓይን ንዓኹም ሎሚ እንታይ ይገብረና ኣሎ? ድምፁ የስምዓና ኣሎ እሞ ኣእዝንተ እዝነ ልቦናና ይኽፈተልና። ሕራይ እምበኣር ከምዚ ብዘለዎ ከየንወሓልኩም ኣብቲ ቃል እግዚኣብሔር ኣምላኽ ክንኣቱ ኢና ማለት እዩ። እነሆ እቶም ናይ ሰይጣን ወይ ከኣ እቶም ናይዛ ዓለም እዚኣ ኣብዛ ዓለም እዚኣ ጥራሕ ከመይ ክነብሩ ከም ዘለዎም ዝሓስቡ ንሰይጣን ከኣ ዝስዕቡ እዚ ምልክት እዚ ክስዕቦም እዩ። እቲ ቃል ከኣ ከምዚ ይገልጾ ብዘለዎ እቲ ክነንብቦ ንኽእል ኢና ኩላህና ንርኣዮ። ወንጌለ ማቴዎስ ምዕራፍ ዕስራን ሽዱሽተን ካብ ፍቕዲ ኣርብዓን ሸውዓተን ክሳብ ሓምሳን ክልተን ንርኣዮ እዚ ከዓ እንታይ እዩ እነሆ ድማ ንጎይታናን ንኣምላኽናን መድሓኒናን ኢየሱስ ክርስቶስ ምእንታና ንዓና ከድሕን ካብ ባርነት ናፃ ከውፅኣና እቲ ናይ ሰማይ ምስጢር ካባና እንሆ ድማ ተሰዊሩ ዝነበረ ብሰንኪ ናህና ናይ ኣቦና ኣዳም ናህና ሓጢኣት እውን እነሆ ድማ ካባና ርሒቑ ዝነበረ ጸጋ ክመልሰልና ካብ ናይ ባርነት መገዲ ናብቲ ናይ ናጽነት ጎደና ክመልሰልና መጺኡ እናሃለወ ከሎ ንጎይታናን ኣምላኽናን መድሓኒናን ኢየሱስ ክርስቶስ እንታይ እዩ ዘጓነፈ? እቶም ናይ ሰይጣን እዚ ምልክት እዚ ክስዕቦም እዩ። እሳቶም ከዓ ይሁዳውያን ናይ ይሁዳ ተኸተልቲ እዮም ማለት እዩ። እነሆ ይሁዳ እንታይ እዩ ዝገበረ? ነዚ ኢየሱስ ዝበሃል ሰብኣይ ኣሕሊፈ ክህበኩም እንታይ ትህቡኒ በሎ። ንመን? ንሊቃነ ካህናት ንመምሃራንን ማለት እዩ። ኣስተውዕሉ። ስለዚ ንሶም ድማ ሰላሳ ዲናር ክብ ወይ ከዓ መክሊት ክንህበካ ኢና በልዎ። ስለዚ ንሶም ነዚ ምስ በልዎ እሱ ከዓ መዓልቲ እንታይ ይገብር ነይሩ ብዚ ምቹእ መዓልቲ ዘለ ነበረ እዩ። ስለዚ ድማ እታ መዓልቲ ምችእቲ ንሱ ብዝሓስባ እግዚኣብሄር ከዓ ንዓና ናይ ድሕነት መዓልቲ ዝገይሩ ዝመደባ ንሱ ብክፍኣቱ ከዓ ናብታ ናይ ጥፍኣቱ ዝመደባ ኣኸለት እንታይ ገይሮም እዮም ዝመፅዎ ንጎይታ ብሴፍን ኣባተርን እነሆ ድማ ኩናትን ሒዞም መፅዎ ይብል ሪኢኹም ኣለኹም ሎሚ ሴፍ ኩናት ዘልዕል እንተልዩ ናይ ሰይጣን ናይ ሰይጣን ባርያ ናይ ሰይጣን ወተሃደር ደኣ እምበር ናይ ክርስቶስ ኣይኮነን እዚ ክንፈልጦ ይግባእ። እንሆ ድማ ይሁዳ ናይ ሰይጣን ልኡኽ ኮይኑ ደኣ መጸ እምበር ናይ ክርስቶስ ልኡኽ ኮይኑ ኣይኮነን። ጐይታናን ኣምላኽናን መድሓኒናን ኢየሱስ ክርስቶስ እንሆ ድማ ከምዚ ክብል ተዛሪቡ ነይሩ እዩ፣ ናቱ ከም ዘይኮነ እንሆ እቲ ንዓይ ኣሕሊፉ ዝህበኒ ንሱ ኣብዛ ጻሕሊ ምሳይ ኢዱ ይመልስ ኣሎ። እንሆት ንኣየህ ዝሕዘኒ ኣሕሊፉ ዝህበኒ። ካብዛ ጸብሒ እንሆ ብኢደይ ቆሪሰ ይህቦ ኣለኹ ካብዛ እንጀራ ኢሉ። እዚ ሰብ እዝስ እንተዘይውለድ ምሕሾ ይብል። ንሱ ግን ሰሚዑ ዶ ኣይሰምዐን። ሎሚ ሴፍን በትርን ነልዕል ዘለና ኸኣ ከምቲ ይሁዳ ትማሊ ንኣምላኹ ዘይሰምዐ ነዚ ቃል ኣምላኽ ዘይሰምዐ ዘይተቐበለ ኣብ ልቡ ዘይሕደረ ብኡ ክነብር ዘይደለየ ሰብ እዩ ነዚ ዝገብር ዘሎ ማለት እዩ ስለዚ እምበኣር ኣነ ኩሉ ግዜ ምሳኹም ነብር ነበርኩ እንታይ ዶ ከም ሰራቂ ዶ ንዓይ ንስኻትኩም ሲ ሴፍን በትርን ኩናትን ሒዝኩም መፂኹምኒ በሎም ጎይታናን ኣምላኽናን መድሓኒናን ክብርን ምስጋናን ንዕኡ ይኹን። እቶም ናይ ሸይጣን ሴፍን እንታይ ንሕጆም መፅኦም በትርን ኩናትን ናይ ክርስቶስ ዝነበሩ ከ እንታይ ገይሮም ጎይታናን ኣምላኽናን መድሓኒናን ኢየሱስ ክርስቶስ ድማ ምስ ሓዝዎ ካብቶም ደቂ መዛሙርቱ እንታይ ገይሩ ይብለና እንሆ ሴፍ ካርኡ እንታይ ገይሩ ሰሓብ እሞ ናይቶም ጸሓፍቲ ናይቶም ሊቃነ ካህናት ጸሓፊ ዝነበረ ኸዓ እዝኑ ቆረጾ ይብለና ስለዚ ኣብ ደይ ስርሑን ኣብ ዘይመገዱን ከም ዝኣተወ ክምህረና ስለ ዝበለየ ክብሪ ንስሙ ይኹን ኣምላኽና ሴፍካ ናበይ ምለሳ ናብ ሰፈራ ምለሳ እንሆ ድማ ከምዚ ክብል ድማ ነገሮም እዚ ውን ንዓይ ንዓኹም ሎሚ ይነግረና ኣሎ ሰይፊ ዘልዕሉ ኩሎም ብሴፍ እዮም ዝጠፍኡ ስለዚ ሴፍካ ናብ ቦታኣ ምለሳ በትርኻ ኣይተልዕል ኩናት ኣይተልዕል ብምባል እነሆ ድማ ንሶም ግብሮም ክገብሩ እቶም ናይ ክርስቶስ ከዓ ግብሪ ክርስቶስ ክገብሩ ተፀዊዕና ኣለና ሎሚ ሴፍን በትርን ዕግርግርን ህውከትን ተልዕል ኣሻፈረኝ ትብል እንተሊኻ ብሓቂ እግዚኣብሔር ከም ዘይለኣኸካ ናይ ይሁዳ ልኡኽ ከም ዝኾንካ ናይ ሰይጣን ልኡኽ ከም ዝኾንካ ምፍላጥ ከድሊ ምክንያቱ ናይ ይሁዳ ልኡካን እንታይ እዮም ገይሮም ልኡኽ ናይ ሰይጣን ይሁዳ ኮይኑ መፅኡ ንኣምላኹ ኣሕሊፉ ሃበ ጎይታ ከኣ በፍቃዱ እኳ ተሰቅለ ንብሎ ንሕና ብትክክል ንሱ ዉን ስለ ዝኮነ ጎይታ በፍቃዱ ንዓና ንከድሕን ኣዳምን ዘርኡን ንከድሕን ሰይጣን ከኣ ብክፉእ ግብሩ ነቶም ዝጠፍኡ ንከጥፍእ ባሮቱ ንክገብር ንሲኦል ሒዝዎም ንክምለስ ነዚ ገበረ እምበኣር ሎሚ ዝቃተል ሴፍ ዘልዕል ኩሉ ቅድም ናይ ሰይጣን እዩ ካልኣይ ከኣ ብሴፍ ክጠፍእ እዩ ይብለና ኣሎ። ብሴፍ ከይንጠፍእ ሴፍ ኣይነልዕል፣ ብበትሪ ንኸይንጠፍእ በትሪ ኣይነልዕል፣ ብደንጎላ ንኸይንጠፍእ ደንጎላ ኣይነልዕል። ንእግዚኣብሔር ኣምላኽ ፈጢሩና እዩ። ነገራት ሰብ ዝሰርሖም ኩሎም እንሆ ንሰብ በቲ ዝግባእ የገልግሉ ኣለዉ። ክሳብ ተሰቢሮም ኣሪጎም ዝጓሓፉ ከምቲ ሰብ ዝደልዮ ገይሮም እዮም ዝነብሩ ዘለዉ። እነሆ ድማ ኣድጊ ብዕራይ ዋንኡ ፈለጠ፣ እስራኤል ግን ፈጣሪኡ ኣይፈለጠን። ኣነን ንስኹምን ከኣ ብሓቂ ነሕዝን ሰባት ኢና። ዝኸበርኩም ኣቦታት፣ ኣዴታት፣ መንእሰያት ከኣ ብፍላይ ከምኡ እውን ኩልኹም ናብዚ ክፉእ መገዲ እንኸይድ ዘለና ሓደራ ትብል ኣላ ቤተ ክርስቲያን እግዚኣብሔር ኣምላኽ ደቀየን ዑናባይ ግደፉ ተመለሱ ይብል ኣሎ እዝኒ ዘለዎ ይስማዕ ዓይኒ ዘለዎ ይርአ ኣእምሮ ዘለዎ ይሕሰብ ከካበይ ከም ዝፀደፍና ከዓ ነስተውዕል ንተንስእ ከኣ ንበራበር። እነሆ ድማ ሴፍ ዘልዕል ናይ መን እዩ? ናይ ሰይጣን ኣገልጋሊ ደኣ እምበር ናይ እግዚኣብሄር ኣይኮነን። ፍትሒ ብሴፍ ደይኮነ ብኣምላኽ እዩ ዝመጽእ። እሱ ከዓ እቲ ቅዱስ ቃል እግዚኣብሔር ኣምላኽ እንታይ ይብል ፍትሕስ ካብ ምዕራብ ወይ ካብ ምብራቅ ካብ ሰሜን ወይ ካብ ደቡብ ኣይኮነን ዝመጽእ እዩ ካብ ምንዳእ ካብ እግዚኣብሔር ጥራሕ እዩ። እግዚኣብሔር ፍትሒ ክገብረልና እንድሕር ኮይኑ ከዓ ንሕና ንገዛእ ርእስና ቅድም ኣብ ነብስና ካልኣይ ኣብ ሓውና ኣብቲ ዝተዋሂቡና ዘሎ ከዓ ፍትሓውያን ክንከውን ይግባእ። ፍትሒ ኣነ ክዓይ ይኽእል ኣለኒ ደኣ ንበል እምበር ክዓይ ኣለዎ ኣይንበል። ስለዚ ምክንያቱ እቲ ናይ ክርስቶስ ዘበለ ኩሉ እንታይ እዩ ዝስዕቦ? ይቕተል እምበር ኣይቀትልን እዩ ናይ ክርስቶስ ይቕተል እምበር ኣይቀትልን እዩ እዚ ክንብል ከለና እንታይ ማለት እዩ ይዕመፅ እምበር ኣይዕምፅን እዩ ማለት እዩ እቲ ናይ ሓቂ ቅኑዕ ሰብ ኣብዚ ዓለም እዚኣ ይዕመፅ እምበር ኣይዕምፅን እዩ ንዘይዓመፆ ከዓ ኣይዕምፅን እዩ ነዚ እንሆ ክብል ከምዚ ክብል ከዓ ልቢ ኣምላክ ቅዱስ ዳዊት ከምዚ ክብል ተረክበ እግዚኣብሄር ኣምላኽ ኣነ እንሆ ድማ ነቲ ምሳይ ብሰላም ዝነብር ዘንበረ በዘይ ገለ ምኽንያት ከይበደለኒ በዲልዮ እንተኾይነሲ እንታይ ግበረኒ ኢሉ ጸላእየይ ኣርኪቡ ይሓዘኒ ናብ መሬት ከዓ ይስጣሓኒ ምስ ሓመድ ሓውሰኒ ስለዚ ዓመፅ ደው ነብል ደንጎላ ምልዓል ሰይፊ ምልዓል ብኡ ክትጠፍእ ከም ዘለካ ምልክት ንዓና ተዋሂቡና ኣሎ እሞ ንጠንቀቕ ነቲ ኣማናዊ ናይ ክርስቶስ ሰብ ግን ነዚ ዝመስል እዛ ዓለም እዚኣ ከም ትብይነሉ ነዚ ከዓ ይምህረና ማለት እዩ ወንጌለ ማቴዎስ ምዕራፍ 27 ካብ ፍቕዲ 20 ክሳብ

ጥሙያት መጊቡ፣ እሱራት ፈቲሑ፣ እዚ ኹሉ ሰናይ ገይሩ እንከሎ ግን እንሆ ድማ ሊቃነ ካህናት ቅያፋ እንታይ ገይሮም? እንሆ ንጎይታ ክቐትሉ ተማኺሮም ምስ ኩሉ ህዝቢ መጹ። እንሆ ድማ ኣብዚ እዋን እቲ ኸኣ ጲላጦስ ከምዚ ክብል ሓተቶ፣ እንሆ ልማድ ስለ ዝነበሮ ኩሉ ግዜ ኣብ ድሮ ናይ በዓል ቅጫ ወይ ከፋሲካ እንሆ እንታይ ነይርዎም ልምዲ ነይርዎም እሞ ነቲ በርባን ዶ ክፈትሓልኩም ወይስ ነቲ ኢየሱስ ዝበሃል ክርስቶስ ክፈትሓልኩም ብምባል ኖ ሓተቶም። በርባን መን እንተልና ቀታሊ ሰብ እዩ። ኣስተውዕሉ። ቀታሊ ሰብ ሽፍታ ዓማጺ ዝነበረ እዩ። እነሆ ድማ ንሳቶም ከኣ ንበርባ ንፈትሓዮ ንክርስቶስ ግን ስቀሎ በሉ። ሪኹም ኣለኹም ናይ ክርስቶስ ተኾይንና ኣብዚ ዓለም እዚኣ ስቀሎ ቀተሎ ክንበሃል ኢና እወ ምክንያቱ ናይ ክርስቶስ ስለ ዝኾንና ስለዚ ከዓ ጎይታናን ኣምላኽናን ክብሪ ምስጋና ንዕ ይኹን ተምሃራይ ከም መምህሩ ጊልያ ከዓ ከም ጎይቱ ይኹን እንተኾነ ይኣኽሎ እዩ ዝበሉ ከዓ ነዚ እዩ ንሕና ከኣ ይኣኽለና እዩ። ከይበደልና ከም በደልቲ፣ ከይቀተልና ክንቅተል፣ ከይዓመጽና ክንዕመጽ እንከለና፣ ስቐሎ ቅተሎ ክንበሃል እንከለና ናይ ክርስቶስ መልእኽቲ ኣባና ወይ ናይ ክርስቶስ ንብረት ምዃንና የንጸባርቕ ኣሎ እሞ ደስ ይበለና ማለት እዩ። እቶም ነዚ ስቐሎ ቅተሎ በሎ ኣጥፍኣዮ እትብሉ ከኣ ሰይጣን ዝለኣኸኩም ጽባሕ ሲኦል ክትወርዱ ስለ ዝኾንኩም ወይለ ርእስኹም ከምቲ ጥጦስ ናይ መወዳእታ ሰዓል ሰዓት እቲ ብየማን ጎይታ ተሰቒሉ ነበረ ሽፍታ ናይ ናይ ሓንቲ ደቂቕ ተጠቒሙ ህይወቱ ዘድሓነ ህይወትና ክነድሕን እግዚኣብሄር ሎሚ ይጽውዓና ኣሎ ማለት እዩ ሓደራ ብሸለል መለል ኣይንርኣዮ እዚ መልእኽቲ ናይ እግዚኣብሔር ብዓይኒ ስጋ ኣይንስምዓዮ ብዓይኒ ስጋ ኣይንርኣዮ ብእዝኒ ስጋ ኣይንስምዓዮ ብልባዊ ስጋዊ ልቢ ኣይነስተንትኖ ኣበይ ኣለኹ ክንብል ይግባእ። እዚኦም ናይ ክርስቶስ እምበኣር ሸፋቱ ዘይኮኑ ሸፋቱ ክበሃሉ እዮም። እቶም ሰብ ዝቐትሉ እቶም እኖ ድማ ዓመፅትን ሸፋቱን ከዓ ፍትሓውያን ኢና ክብሉ እዮም። ምኽንያቱ ፍትሒ ከምዝገበረ እምኒ ባርያም ፍትሓዮ ኢሎሞ ንክርስቶስ ከዓ ስቐሎ ዝበሉ። ስለዚ ከኣ ጎይታናን ኣምላኽናን ክብርን ምስግናን ምስጋናን ንዕኡ ይኹን እቲ ጊልያ ጊልያ ከም ጎይትኡ እቲ ተምሃራይ ከኣ ከም መምህሩ እንትኾነ ይኣኽሎ እዩ ዝበለ ኣንቱም ሎሚ እትቕተሉ እትፅረፉ እትዋረዱ ኣብቲ ዘለኹሞ መፂኦም ዝጭጭኹኹም ተሓጎሱ እምበር ኣይትሰንብዱ ኣይትጓሃዩ ኣይትሕዘኑ ኣይትሕረቑ ኣይተንፀርፅሩ ምኽንያቱ ክርስቶስ ኣምላኽና እውን ከይበደለ እዮም ከምኡ ዝገበርዎ። ንጎይ ንቅዱሳን ኣቦታትና እውን ከይበደሉ እዮም ከምኡ ዝገበርዎ። ንሰማእታት እውን ከይበደሉ እዮም ከምኡ ዝገበርዎ። ንጻድቃን እውን ከይበደሉ እዮም ከምኡ ዝገበርዎ። ደስ ይበለና ደስ ይበለና። በዲልና ደኣ ኣብቲ ከምቲ በደል ጌርና ደኣ ከይንቕጻዕ ንፍራሕ እምበር ከይበደልናሲ እነሆ ድማ ሰይጣን ንዕኡ ስለ ዘይገልገልና እንተጎየየ ደድሕሬና ስምና እንተኽፍዐ ጸገም የብሉን ምኽንያቱ ከም ጎይታና ክንከውን ደስ ክብለና ይግባእ ማለት እዩ ስለዚ እምበኣር ንሕና እንታይ ክንብል ይግባእ ከም በርባን ንሆ ድማ ከም በርባን ተፈትሑ ፍትሕዎ ዘይኮነስ ስቀልዎ ከም ክርስቶስ ክንበሃል ከለና ደስ ክብለና ይግብኦ እንተኾነ ግን ግብርና ከም በርባን ከይኸውን ክንጥንቀቕ ይግባእ ማለት እዩ። ግብርና ከምቶም ሸፋቱ ከይከውን ንጠንቀቕ። ኣብ መወዳእታ ነስተውዕል። ኣብ መወዳእታ እንታይ ኢሉ ኣሎ? ጎይታናን ኣምላኽናን መድሓኒናን ኢየሱስ ክርስቶስ ክብሪ ንስሙ ይኹን ኣብ ወንጌለ ማቴዎስ ምዕራፍ ኣርባዕተ ካብ ዓሰርተው ሰለስተ ካብ ሸሞንተ ክሳብ ዓሰርተው ሰለስተ እንታይ ኢሉ ኣሎ? ኣብቲ እዋን እቲ እቲ መወዳእታ ግዜ ምስ ኮነ ኢሉ። ኣስተውዕሉ፣ ነስተውዕል። ህዝቢ ናብ ህዝቢ፣ ሓው ኣብ ልዕሊ ሓዉ እንታይ ክኸውን እዩ? እንታይ ክኸውን እዩ? ክትንስእ እዩ። ስደት ክኸውን እዩ፣ መከራ ክኸውን እዩ፣ ጥሜት ክኸውን እዩ። ጥሜት እንታይ እዩ? ነቲ ቃል ኣምላኽ ብሓቂ ዝሰብኩ ንቃል ኣምላኽ ከምዚ ሎም ማስ ሜድያ መን ብሒጅዎ ኣሎ እስከ ረኣይዎ ቃል ኣምላኽ ንሰብኩ ክንደይ ሰባት ሰምዕዎ? ክንደይ ሰባት ስዕብዎ? ክንደይ ሰባት እዮም ዝርእይዎ? ነቲ ጸርፊ፣ ነቲ ምቅታል፣ ነቲ ነውሪ፣ ነቲ ክፉእ ዘበለ ግን ብዙሓት ሰባት ይስዕብዎ፣ ብዙሓት ሰባት ይርእይዎ፣ ክፉእ ግዜ ስለ ዝመጻእና። ስለዚ ክብርን ምስጋናን ንዕኡ ይኹን ጎይታናን ኣምላኽናን መድሓኒናን ኢየሱስ ክርስቶስ። እንሆ ድማ እንታይ ኢሉ ኣሎ? እዚ ኩሉ እዚ ክኸውን ብግዲ እዩ። እንሆ ድማ ምእንቲ ሓው ንሓው ምእንቲ ረብሓ ኣሕሊፎም ክወሃሃቡ እዮም። ካብዚ ከምዚ ሰውረና። ትንቢት ከይፍጸም ኣብ ልዕሌና ንጠንቀቕ። ኣቐጺሉ ነቶም ነዚኦም ናይ ሰይጣን ልኡካን ንሓዎም ኣሕሊፎም ከም ዝህቡ ንሓዎም ክቐትሉ ከም ዝኸዱ ንሕድሕዶም ሓዊ ከም ድኣትዎም ንብዙሓት ከዓ ሽግር ከም ዝኾኑ ይገልጾ ኣሎ ይገልጾም ኣሎ ነቶም ክፉኣት ነቶም ናቱ ከ እንታይ ኢሉ ኣሎ ነቶም ናቱ ናይ ክርስቶስ ዝኾኑ ከ እንታይ ኢሉ ኣሎ እቲ ክሳብ መወዳእታ ዝዕገስ ንሱ ክድሕን እዩ ክብርን ምስጋናን ንዕኡ ይኹን ኣንቱም መጓሰ ናይቲ ልዑል ኣምላኽ ሓጢኣት ከይለግበኩም ክፍኣት ንኸይትገብሩ እትፈርሑ እትጥንቅቑ ብሓቂ ደስ ይበልኩም ትዕግስትኹም ከዓ ፍጻሜ ይሃልዋ ስለዚ እምበኣር ኣብ መንጎና ተረኺቡ ዝምሃረና ዝገሰጸና ልኡል ባህሪ እግዚኣብሄር ኣምላኽና ስሙ ዝኸበረን ዝተመስገነን ይኹን። ንጥበበኛ ሰብሲ ሓንቲ ቃል ተኣኽሎ ኢያ ይብል። ኣነን ንስኹምን ግን ዕስራ ደቒቕ እግዚኣብሄር ተዛሪቡና ኣሎ። ጥበበኛታት ክንከውን ግን ነቲ ጠቢብ ክርስቶስ ኣምላኽና ኣጽኒዕና ወይ ከኣ ተጊህና ንሓዞ ቃሉ ከኣ ነንብቦ ብቃሉ ንመላለስ። ስለዚ ናብ መንጎና ተረኺቡ ምሂሩና እዩ እሞ ብድጋሜ ስሙ ዝኸበረን ዝተመስገነን ይኹን። ከምኡ ድማ እታ ንዕኡ ወሊዳ ድሃበትና ንድሕነትና ኣፋጣኒት ጀማሪትን ዝኾነት ቅድስተ ቅዱሳን ንጽህተ ድንግል ንጽህተ ንጹሃን ድንግል ማርያም ብኣማላድነታን ብረድኤታን ብኺዳናን ኩሉ ሳዕ ስሌና እያ ትነብዕ እሞ ስማ ዝኸበረን ዝተመስገነን ይኹን፣ ኩሎም ቅዱሳን እግዚኣብሄር ድማ በብማዕርጎም በብሽሞቶም ስሞም ዝኸበረን ዝተመስገነን ይኹን። ስብሃት ለእግዚኣብሄር ኣምላክ ወለወላዲቱ ድንግል ወለመስቀሉ ክቡር ወሃያል ኣሜን።